ኣቱም ኩሉኹም እትጽዕሩን ጾር ዝኸበደኩምን ኣነ ከዕርፈኩም ናባይ ንዑ። ኣነ ለዋህ እየ፣ ልበይ እውን ትሑት፣ ኣርዑተይ ፈኲሽ፣ ጾረይ እውን ቀሊል እዩ። እሞ ኣርዑተይ ጽሩ፣ ካባይ እውን ተምሃሩ፣ ንነፍስኹም ከኣ ዕረፍቲ ክትረኽቡ ኢኹም። ወንጌል ማቴዎስ ምዕራፍ 11 ኣብ ቁፅሪ 8 ኣብ ቁፅሪ 28 ክስካብ 30 ዘሎ ቅዱስ ቃል ሰላም ሰላም ክቡራት ተኸታተልቲ ኣኪቶብ ከመይ ቀኒኹም እንሆ ሰሙናዊ መደብና ኩሉ ግዜ ሶኒ ሶኒ እንፍንዎ ማለት እዩ ሕፅር ዝበለት ካብ ገጻት ፌስቡካት ዝረኸብክዋ ብጣዕሚ መሃሪትን ደስ ትብልን ስለ ዝረኸብኩ ማለት እዩ ንዓኹም ከዓ ሒዘልኩም ቀሪበ ኣለኹ ብላይ ክእተዉ ቤተሰብ ዘይኮንኩም ከዓ ሳብስክራይብ እንዳገበርኩም ማለት እዩ ሓራይ መፍትሒ ፀገምካ ትማሊ ሕጉስ ኔርካ ሎሚ ግን ሓዚንካ ክትህሉ ትኽእል ኢኻ ትማሊ ሃብታም ኔርካ ሎሚ ግን ድኻ ኮንካ ክትህሉ ትኽእል ኢኻ ትማሊ ትስሕቕ ኔርካ ሎሚ ግን ትበኪ ትህሉ ትኽእል ኢኻ ትማሊ ፀገም ኣይነበረካን ሎሚ ግን ኣመና ተሸጊርካ ተፀጊምካ ክትህሉ ትኽእል ኢኻ ትማሊ ብዙሓት ሰባት ኣጆኻ እንዳበሉ የንጨብጭቡልካ ነይሮም፣ ሎሚ ግና ሓደ እኳ ዘጸናንዐካ ስኢንካ ክትህሉ ትኽእል ኢኻ። ንኡሰይ ጸገምካ፣ ሽግርካ፣ ሓዘንካ መፍትሑ ክትረኽበሉ መሲልካ ናብ ሚድያ ናብ ኣደባባይ ተውጽኦ ከይትህሉ ናዓ ንዓይ ስምዐኒ ህድእ ኢልካ እሞ ሕሰብ ነቲ ሰብ ዘይብሉ እግዝኣብሄር ከም ዘለዎ እመን። ሓቂ ነቲ ሰብ ዘይብሉ እግዚኣብሔር ከም ዘለዎ እመን ሰባት ክንዲ ዝፈትዉ ይፍተዉኻ ሰባት ክንዲ ዝፈተዉ ይፍተዉኻ ክንዲ ዝቐረቡ ይቕረቡኻ ክንዲ ዘፍቀሩ የፍቅሩኻ ኣብ ግዜ ውድቀትካ ግን ኣብ ክንዲ ዝሕግዙኻ ክስሕቁኻን ክሓምዩኻን ምዃኖም እመነኒ ኣነ እነግረካ ኣለኹ። ጸገምካ ይኹን ውልቃዊ ናይ ውሽጥኻ ምስጢር ናብ ኣደባባይ ምውጻእ ማለት ካብታ ንእሽቶይ ዝነበረትካ ጸገም ዕጽፊ ዕጽፍታት ድርብ ድርርባት ጸገም ክትቅበል ምድላይ ምዃኑ እመነኒ። ሓደ ዘየስተውዓልካሉ ድኻ ይቕሬታ ሓደ ዘየስተውዓልካሉ ዲኻ ኮንካ ወይስ እናፈለጥካ ዘይኣመንካሉ ኢኻ ኮንካ? ንጾር ዘቕልል ንጸገም ዘተዓራሪ ንቄናን ዘቕንዕ እቲ ዘይጠፍእ ብርሃን ንነብዪ ዳንኤል ካብ ኣፍ ኣናብስ ዘድሐነ ንነብዪ ዮናስ ካብ ከብዲ ዓሳ ብዘይ ዝኾነ ጸገም ዘውጽኣ ንኣልኣዛር ካብ ሞት ዘተንስኣ እግዚኣብሄር እዩ። ህድእ ኢልካ እሞ ተዓዘብ፣ ሰማይን ምድርን ብዘይ ዓንዲ ደው ኣቢሉ ከቑሞ ዘይጸገሞ ነዚ ንዓኻ ክንዲ እምባ ኮይኑ ዝስምዐካ ዘሎ ጸገም ክንዲ ጸጸር እያ ንእግዝኣብሄር። ኣብዚ ግዜ ሓቂ ክትቅበረሉ ሓቂ ትቕበረሉ ሓሶት ጎሊሓ እትረኣየሉ ዘላ እዋን ጸገምካ ሰባት ክፈትሑልካ ኣይትጸበ ሓቂ እግዚኣብሔር እዩ ፈታሒ ንኹሉ። ብዙሓት ፍርቂ እምነት ሒዞም ክምዕዱኻ ዕድል ኣይትሃቦም። ዝሕግዙኻ ዘለዉ እናመሰለካ የጥፍኡኻ ከምዘለዉ ኣይትረስዕ። ጸገምካ ጾር ጭንቀትካ ካብ ልብኻ ኣሚንካ ብንብዓትካ ኣሰኒኻ ናብ እግዚኣብሔር ኣምላኽካ ደርብዮ። እግዚኣብሔር ጸገምካ ቀንጢጡ ጭንቀትካ ኣጥፊኡ ሓጎስ ክህበካ እዩ። ኣብ ቅድሚ ኣምላኽ እምበር ኣብ ቅድሚ ሰብ ኣይትብከ ኣይትንባዕ። ንብዓትካ ንሰባት ቀሊል እዩ ንእግዚኣብሄር ግን ክቡር እዩ ይብለና ማለት እዩ። እዛ ጥቕሲ ኣንቢብካ ንጽሑፋት ተረዳኣዮ ይብል ያው ኣስተውዕሉ ንማለት እዩ። ኣቱም ኩልኹም እትጽዕሩን ጾር ዝኸበደኩምን ኣነ ከዕርፈኩም ናባይ ንዑ ይብለና ወንጌል ዮሃን ወንጌል ማቴዎስ ምዕራፍ ዓሰርተ ሓደ ካብ ቁጽሪ ዕስራን ሸሞንተን ክስካብ ሰላሳ ዘሎ ቅዱስ ቃል ማለት እዩ ኣነ ለዋህ እየ ልበይ እውን ትሑት ኣርዑተይ ፈኩሽ ጸረይ እውን ቀሊል እዩ እሞ ኣርዑተይ ጽሩ ካባይ እውን ተምሃሩ ንነፍስኹም ከዓ ዕረፍቲ ክትረኽቡ ኢኹም ይብለና ልኡለ ባህሪ እግዚኣብሔር ኣምላኽና ሓቂ እያ ብሓቂ እዛ ጥቕሲ ብጣዕሚ እየ ፈትየያ እዛ ብፌስቡክ ሸር ዝተገበረት ያው ሸር ዝገበረ ሓውና ፀሓፊ ፍሊ ወዲ ባህርጁ ድዩ ባህርጁ ገለ ይብል ባይዘወ ገዛ ፍልጠት ካብ ትብል እየ ወሲደያ ማለት እዩ ጠቃሚት ኮይና ስለ ዝረኽብኳ ንባዕሊ ስለ ዝተምሃርኩላ እየ ክቡራት ተኸታተልቲ ኣኪቶብ ከም ልሙድ እንግዲ እዚኣ ሒዘልኩም መፅኦ ኣለኹ ብዙሕ ክትምሃሩና ከዓ ተስፋ ይገብር ምክንያቱም ፆርና ንሕና ሓቂ ይሓይሽ ናብ ሰብ ኢና ሒዝናዮ ንጎይ እምበር ናብ ኣምላኽ ተንበርኪኽና ብዙሕ ኣይነብለን ኢና። ሰባት መፍትሒ ክውና ይመስለና ንመሓዙትና ንመቕርባትና ንሕዋትና ነካፍሎም ኢና ግን ሰባት ብርግጽ ኣለዉ ክንደይ ኣሕዋት መፍትሒ ዝቡኻ ኮይኑ ግን ካብ እግዚኣብሄር ንላዕሊ መፍትሒ ዝበካ የለን ምንም ቢሆን ሰብ ሰብ እዩ እግዚኣብሄር ግን ፈጣሪ ኩሉ ዓለም እዩ ስለዚ ንዕኡ ዝጽጉሞ ነገር የለን ኣቐዲምና ከዓ ስጀመር ንእግዚኣብሄር ክንህብ ይግበአና ማለት እዩ ንእግዚኣብሄር ዘይሃብና ንሰብ ኣቐዲምና ምሃብ ዋጋ የብሉን። መጀመርያ ንእግዚኣብሄርና ክንመኻር ኣለና። ንናተይ ትብሎ ጸገም ካብ ምዝራብ እውን ምንም ማለት ኣይኮነን ማለት ግን ንናተይ ትብሎ ክኸውን ኣለዎ እምበር ንማንም ሰብ ወይ ከዓ ኣብ ሶሻል ሚድያ ኣብ ቲክቶክ ይኹን ገለ ይኹን እንቃዕ እንቃዕ እንዳነባዕኻ ናይ ተዛረብካ መፍትሒ ትረክብ ማለት ኣይኮነን። እግዚኣብሄር ኣምላኽ እዩ ኣብ ኢድ እግዚኣብሄር ኣምላኽ እዩ ዘሎ እቲ መፍትሒ ንማለት እዩና ብጣዕሚ ደስ በሃሊት ትምህርቲ እያ። ብጣዕሚ እየ ተጠቂመላ ብጣዕሚ እየ ፈትየያ ሓቂ ይሓይሽ ስለዚ ብሓቂ ከዓ ንብዓት ሰብ ክርእየልና ወይ ከዓ ንሰብ ዘይኮንና ክንበኪ ዘለና ኣብ እግዚኣብሄርና ድንን ኢልና ክንነብዕ ከለና እዩ እግዚኣብሄር እውን ፀገብና ዝፈትሐልና ማለት እዩ ንብዓት ዝሕብሰልና ፈጣሪ ኩሉ ዓለም ብቻ እዩ ስለዚ ኣይንጨነቅ ኣቱም ፀር ዝኸበደኩም ናባይ ንዑ ክዕርፈኩም ስለ ዝብለና እግዚኣብሔር ኣምላኽ ናብ ኣምላኽና ክንቀርብ ይግባእ ማለት እዩ ፅብቕቲ ኮይና ክትረኽቧ ተስፋ ይገብር ክትመሃርላ እውን ተስፋ ይገብር ሰሰናይ ንዓኹም መልካም ቆይታ